መንግስቲ ምድማር ንሕርሻ ሓዊሱ ብዝተፈላለዩ ዘፈራት ዘሳልጦም ስራሕትታት መፃኢ ዕድል ሃገር ዝውስኑን ናብ ዝሓሸ ብራኸ ዝወስዱን ምዃኖም ምሁራን ገሊፆም።

ሰላምታ እናሃበለይ ከመይ ተምስዩ ዝኸበርኩም ተመልከትና ሰዓት ሓደ ኮይኑ መኣዲ ዜና ጀሚርሎ መኣዲ ዜና እናመራሕኹ ናዝሬት በርዩ ሓቢረኩም ክጸኒሐ ፈለማ ሓጸርቲ ዜናታት ቀዳማይ ሚኒስትር ዶክተር ኣብዪ ኣሕመድ ምስ ፕሬዚዳንት ሶማሊያ ሓሰን ሼክ ማሕሙድ ተዛትዮም ፕሬዚዳንት ፌዴራል ሪፐብሊክ ሶማሊያ ሓሰን ሼክ ማሕሙድ ንሓደ መዓልቲ ዕላዊ ዑደት ስራሕ ኣዲስ ኣበባ ኣትዮም እቶም ፕሬዚዳንት ዓለም ለኸ መዕርፎ ነፈርቲ ቦሌ እንትበፅሑ ቀዳማይ ሚኒስትር ዶክተር ኣብዪ ኣሕመድ ተቐቢሎሞም እዮም

ምክትል ቀዳማይ ሚኒስትር ተመስገን ጥሩነህ ኣብ ከባቢ መካኒሳ ንዝርከብ ቢላሉል ሓበሻ ሎም መዓልቲ ዑደት ኣሳሊጦም እቶም ምክትል ቀዳማይ ሚኒስትር ኣብ ማሕበራዊ ምትእሳር ገጾም ኣብ ዘመሓላለፎ መልእኽቲ ቢላሉል ሓበሺ ኣካል ታሪክ ኢትዮጵያ ዝኾነ ጉዕዞ እስልምና ኢትዮጵያ ካብ መጀመርያ ክሳብ ሕዚ ዘርኢ ሙዚየም ምስርሑ ገሊጾም ኣበ ታሪኽ እስልምና ኢትዮጵያ ዝዝከሩ ሙዝየማት ብኣፃብዕቲ ዝቑፀሩ ስለዝኾኑ እዚ ሙዝየም ዓብዪ ዋጋ ዘለዎ ኢሎም። ኣብ ውሽጢ እዚ ሙዝየም ካብ ፈላማይ ህጅራ ጀሚሩ ዘሎ ታሪኽ ከምዝረኣ ብምሕባር፣ እዚ ድማ ኢትዮጵያ መዕረፊት ብዙሓት ሱሓባታት፣ ዓበይቲ ዓሊሞታት ዝርከቡላን መናሃርያ ዝነኣዱ እስላማዊ ሓድግታትን ከምዝኾነ ተረዲኦም። እቲ ትካል መናእሰይ ብሞያ ኣሰልጢኑ ንስራሕ ኣብ ምብቃዕ ዝተፀገሙ ብምሕጋዝ ንመፅናዕት ምርምርን ኣብ ምድጋፍ ንመናእሰይ ይስማዕማዕ ሞያ ኣብ ምድላው ዝገብሮ ኣስተዋፅኦ ልዑል ከምዝኾነ ሓቢሮም። ቢላሉል ሓበሺ በቢከባቢኡ ማሕበረሰብ ዘጣይሾም እድራት ሕዚ ካብ ዝሓዝዎ ዕላማ ንላዕሊ ብምስላጥ ህይወት ማሕበረሰብ ክቕይሩ ከምዝኽእሉ መርኣያ ዝኸውን ትካል እዩ ኢሎም እቶም ምክትል ቀዳማይ ሚኒስትር። እቲ ትካል ብምሕጋዝ ታሪኽ ንኽዕቀብን መናእሰያት ንምብቃዕን ፃውዒት ኣቕሪቦም። ከፋፈልቲ ያታታት ብምውጋድ ሓበራዊ ያታታት ንምህናፅ ዘኽእሉ ፕላትፎርምታት ተሓንፂፆም ናብ ስራሕ ኣትዮም ኢሉ ሚኒስቴር ሰላም። ማሕበረሰብ ትምህርቲ ንሰላም ብዝብል መሪሕ ሓሳብ ኣብ ከተማ ኣዳማ ሃገር ለኸ ኮንፈረንስ ይሳለጥ ኣሎ። ኣብ ሚኒስቴር ሰላም ሓላፊ ዴስክ ህንፀት ሰላም ኣይተ ወንዶሰን መኮነን ኣብቲ እዋን ከምዝበልዎ፣ ኢትዮጵያ እትምረሐሉ ረቂቕ ፖሊሲ ሰላም ካብ ምስንዳእ ጀሚሩ ሓበራዊ ያታ ከጉልሁ ዝኽእሉ ኣማራፅታት ተዘርጊሖም ናብ ስራሕ ተኣትዩም። ንስራሕቲ ህንፀት ሰላም ፍሉይ ትኹረት ከምዝተውሃቦ ብምሕባር፣ ኣብ ቀዳማይን ካልኣይን ብርኪ ኣብያተ ትምህርቲ ውዳበ ሰላም ብምሕንፃፅ ብትኹረት እናተሰርሐ ይርከብ ኢሎም። ካብዚ ብተወሳኺ ኣብ ላዕለዎት ትካላት ትምህርቲ ፎርማ ሰላም ብምውዳብ ተምሃሮ ስምዒት ፍቕሪ ሃገር ንኽርድኡን ንህንፀት ሰላም ዘለዎም ግደ ከዋፅኡን እናተገበረ ከምዝኾነ ተዛሪቦም። ሓደ ሚእቲ ሽሕ ዝኾኑ ወለንታውያን መናእሰይ ኣብ ህንፀት ሰላም ኣገልግሎት ወለንታ ንምሃብ ኣብ ዝተፈላለዩ ክልላት ከምዝተዋፈሩ ኣብሪሆም። ብምዃኑ ድማ ብብርኪ ሃገር ሰላም ንምህናፅ ግደ ትካላት ትምህርቲ ዕዙዝ ስለዝኾነ ብምውዳድ ምስራሕ ከምዝግባእ እቶም ሓላፊ ኣፅንኦት ሂቦም። ኢትዮጵያ ኣብ ፍርያት ስርናይ ዝነኣድ ዕቤት እናመዝገበት ከም ዝኾነት ምክትል ኣምባሳደር እስራኤል ኣብ ኢትዮጵያ ቶመር ባርሌቪ ገሊጾም። ኣምባሳደር ቶመር ባርሌቪ ምስ ሚድያ ፐልስ ኦፍ ኣፍሪካ ኣብ ዝነበሮም ጻንሒት ኢትዮጵያ ኣብ ኣፍሪካ ቀዳማይ ኣፍራዪት ስርናይ ንምዃን ዝገበረቶ ጉዕዞ ንኢዶ። ብተበግሶ ቀዳማይ ሚኒስትር ኣብዪ ኣሕመድ ዝተጀመረ ብስርናይ ዓርስኻ ናይ ምኽኣል ሃገራዊ ጉዕዞ ልዑል ዓወት ብምምዝጋብ ሓዱሽ ምዕራፍ ልዕልና ከምዝኸፈተ ተዛሪቦም። ኢትዮጵያ ልምዓት ስርናይ መስኖ ሓጋይ ብምስፋሕን መፍረያይነት ብምዕባይን ዘመዝገበቶ ስግግር ከምዘደነቖም እውን ሓቢሮም። ብፍላይ ድማ ቅድብ ክብል በቢዓመቱ ክሳብ ሓደ ቢልዮን ዶላር ብምውፃእ ካብ ወፃኢ እተእትዎ ፍርያት ስርናይ ብምትራፍ ሙሉእ ብሙሉእ ብፍርያት ውሽጢ ሃገር ምሽፋን ምኽኣላ ታሪኻዊ ዓወት ኢሎም። ኣብ ዝሓለፉ ውሑዳት ዓመታት ኢትዮጵያ ኣብ ኣፍሪካ ግንባር ቀደም ኣፍራይ ስርናይ ንኽትከውን መንግስቲ ኢትዮጵያ ንዝሃቦ ትኹረት ውኒኢዶም። እስራኤል ብፅሬት ዘርኢ፣ ብቴክኖሎጂ መስኖ ወይ ድማ ብሜላታት ኣፈራርያ ዘለዋ ተሞክሮን ዓበይቲ ሜላታት ሕርሻን ተሞክሮ ከምተካፍል ገሊፆም። ኢትዮጵያ ዘለዋ ሃፍቲ ተፈጥሮ፣ ልሙዕ መሬትን ሓይሊ ሰብን ምስ ፈጠራ ቴክኖሎጂ እንትወሃሃድ ዘደምም ለውጢ ምምፃእ ከምዝኽእል ተዛሪቦም። እቶም ምክትል ኣምባሳደር፣ ዕዉት ስግግር ሕርሻ ኢትዮጵያ ካብ ሃገር ብዝዘለለ ኣብ ኣፍሪካ ውሕስና ምግቢ ብባዕላዊ ዓቕሚ ንምርግጋፅን ዝበልፀገት ኣህጉር ንምህናፅን ከም መርኣያ ዝውሰድ ኢሎም። ማዕድ ዜና ኢኹም ኣብ ምክትታል ትርከቡ ብዝርዝር ናብርናዮም ጉዳያት ክንሓልፍ መንግስቲ ምድማር ንሕርሻ ሓዊሱ ኣብ ዝተፈላለዩ ዘፈራት ዘሳልጦም ስራሕትታት መፃ ዕድል ሃገር ዝውስኑን ናብ ዝሓሸ ብራኸ ዝወስዱን ምዃኖም ምሁራን ገሊፆም ኢትዮጵያ ካብ መጠን ዘለዋ ፍራይ ዜጋ ተረባሒት ንኽትከውን ኣብ ምግባር ኩሉ ብፅሒቱ ንኽዋፃእ ድማ ፀዊዖም ንፀብፃብ መስከረም ቸርነት ሙሉብርሃን ግርማይ። ወናኒት ዝዓበይ ታሪክን ተፈጥሮኣይ ጸጋ ዝኾነት ኢትዮጵያ ዝለዓለ ኣፍራይ ሓይሊ ዘለዋ ሃገር'ውን እያ። ከም ሃገር ኣብዚ ሕዚ እዋን እናተወሰኑ ዘለዉ ውሳነታት ድማ ህይወት ወለዶታት ዝቐርጹ እዮም። መንግስቲ ምድማር ውን እታ ናይ ሎሚ ኢትዮጵያን ናይ ጽባሕ ኢትዮጵያ ዕድላ ክቕይር ብዝኽእል መልክዕ ካብ ሓሳብ ንላዕሊ ብተግባር መጻኢ ዕድል ሃገር ንምቕያር እናሰርሐ ይርከብ። መንግስቲ ምድማር ኣብ ሕርሻ፣ ኣብ ሓምለዋይ ኣሰርን ኣብ መሰረተ ልምዓት ከተማን ኣብ ሓይልን ኣብ ሳይንስን ቴክኖሎጂ ብተግባር እናሰርሖ ዘሉ ስራሕ ሎሚ ጥራይ እንተይኮነ እታ ናይ ጽባሕ ኢትዮጵያ ኹለንተናዊ ዕቤታ ንኽረጋገጽ ዝገብር ዩ። መንግስት ለዘመናት ኢትዮጵያ ይዛው የነበረውን ይሄ የአግሪካልቸራል ዴቨሎፕመንት ሌድ ኢንዱስትሪያላይዜሽን የሚባለውን መንግስቲ ኢትዮጵያ ንዘበናት ሒዝዎ ዝጸንሐ ኣብ ሕርሻ ዝተደረኸ ቁጠባ ናብ ብዙሓት ዘፈራት ምዕባይ ክኢሉ እዩ። ኣብ መዓድን፣ ቱሪዝም፣ ቴክኖሎጂ ዘሳልጦም ስራሕትታት ዝነኣዱ እዮም፣ እዋናዊ እውን እዮም። ምዕራባውያን ቴክኖሎጂ ብምትግባር ካባና ብዙሕ ኣይረሓቑን እዮም፣ ስለዚ ክንስዕቦም ይግባእ። ቴክኖሎጂ ቅድሚት ክወሃቦ ዝግባእ ዘፈር እዩ። ንፅባሕ ብፃዕሪ እናሰርሐ ዘሎ መንግስቲ ምድማር በሪ ባሕሪ ስኢና ዝነበረት ኢትዮጵያ በሪ ባሕሪ ንክትረክብ ሕቶ ዘልዓለ እንትኾን ብተግባር እውን እናሰርሐ ይርከብ። ኢትዮጵያ ውስጥ በዋነኝነት ከታቡነት አይነኬ ወይም የማይዳሰስ እንደ ጥያቄ እንኳን የማይቀርብ ኣብ ኢትዮጵያ ብዋናነት ከም ዘይትንከፍ ተገይሩ ዝተቐመጠ ጉዳይ በሪ ባሕሪ ናብ ዘተ ምምፅኡ ብጣዕሚ ዝነኣድ እዩ። ጉዳይ ዓሰብ በሪ ባሕሪ ዳግም ምልዓሉ ኣብ ትኽክለኛ መንገዲ ከምዘለና ዘርኢ እዩ። መንግስቲ ምድማር ጉዳይ በሪ ባሕሪ ዛዕባ ምግባሩ ሃገራዊ ዘተ ክሳለጥ ምግባሩ ኣዝዩ ዝድነቕ እዩ። እዚ ካብ ሓደ ፓርቲ ብዝሓለፈ ንሃገር ዘቐደመ ኣካይዳ እዩ ምባል ይከኣል። ልዕሊ ሰባ ሚታዊ ዝኾን ህዝቢ ኢትዮጵያ ትሕቲ ሰላሳ ዓመት ከምዝኾነ መረዳእታታት ይሕብሩ። ናይ ፅባሕ መፃኢ ዕድል ኢትዮጵያ ኣብ ኢድ እዚ ወለዶ ምዃኑ እውን ይግለፅ። መንግስቲ ምድማሩን መናእሰይ ኢትዮጵያ ኣብ ዓለም ተወዳደርቲ ንክኾኑ ጥቕመቲ ሂቡ እናሰርሐ ይርከብ።
ኣብ ቅድሜና ተስፋታት ኣለዉ። ንኣብነት ቅድሚ ዝተወሰነ ኣዋርሕ ዝተመረቐ ጋዝ ተፈጥሮ፣ ኣብ ከይዲ ህንፀት ዝርከቡ ፋብሪካ ድኹዕን ካልኦትን ምልዓል ይከኣል። ዓርስና ብምግቢ ንምኽኣል እውን ከም ሃገር ምንቅስቓስ ተጀሚሩ እዩ። እዚ ኣዝዩ ተስፋ ዝህብ ጅማሮ እዩ። ፅዱ ኢትዮጵያን የመፍጠር ግብ ከቢሮ ተጀመረ፣ ከተማ ተባለ፣ ወደ ሃገር እየሰፋ ሄደ። ፅሪቲ ኢትዮጵያ ናይ ምፍጣር ምንቅስቓስ ካብ ቤት ዕዮ ተጀሚሩ ናብ ከተማ ካብኡ ድማ ናብ ሃገር ሰፊሑ እዩ። ኮሪደር፣ ስርናይ ሓጋይ፣ ሌማት ሓምለዋይ ኣሰር ኣብ ሃገር ቀሊል ዘይበሃል ውፅኢት እናመዝገቡ እዮም ዝርከቡ። ብኮሪደር፣ ብሓምለዋይ ኣሰር፣ ብስርናይ ሽልማት ረኺብና ኢና። ለውጢ ኣብ ሓንቲ ፀሓይ ኣይመፅእን፣ ኸይዲ ይደሊ እዩ። መንግስቲ ምድማሩን እታ ናይ ፅባሕ ኢትዮጵያ ዕድላ ንኽቃናዕ ኣብ ተግባር ጠመተ ገይሩ እናሰርሐ ይርከብ።
ሃፍቲ ቱሪዝም ክልል ዓፋር ብምድጋፍ መዳይ ዓብዪ ረብሓ ኣብ ዘለዎ ዘፈር ሆቴል ክዋፈሩ ንዝደልዩ ሰብ ሃፍቲ ሓገዝ ከም ዝገብር ቢሮ ቱሪዝም እቲ ክልል ገሊፁ። እቲ ኣብ ግልጋሎት ወሃብቲ ሆቴላት ኣድላይ ቁፅፅር ከም ዝገብር ዝገለፀ እቲ ቢሮ ሰብ ሃፍቲ መዋእለ ንዋዮም ፈሰስ ንክገብሩ ድማ ፀዊዑ። መርሃ ሰላም መረሳ።
ኻልኦት ኸባቢታት ዝውንንዎ ወኒኑ ኻልኦት ኸባቢታት ሃገርና ዘይውንንዎ ሓቅታት ተፈጥሮ ካብ ዝብሕት ኸባቢታት ሃገርና ሓዲኡ ክልል ዓፋር እዩ። ምዕራብን ምውፃእን ፀሓይ እሳተ ጎመራዊ ኸይድታት ብቐጥታ ምርኣይ ዝከኣለሉ፣ ተመራማሪ ስለ ፍታሕ ተራ ሓዋፂ ብተፈጥሮ ክድመም ኣእምሮ ዝቃንየሉ ስፍራ እዩ። ናይ ዓፋር ክልል መባፅሕነትን ማእኸል ስሕበትነትን ግምት ውሽጢ ብምእታው ምዕቡል ዝኾኑ ሆቴላት ንምህናፅ ተበግሶታትን ትግበረታትን ኣለው። መራሒ ጉጅለ ዕዳጋ ቱሪዝም ቢሮ ቱሪዝም ክልል ዓፋር ኑራ ጁሃር ከም ክልል ልዕሊ ሰለስተ በዓል ኾኾብ ሆቴላት ከምዘለዉ ገሊፆም ኣብ ዝተጠቕሰ በዓል ኾኾብ ሆቴላት ይኹን ኣብ ኻልኦት ግልጋሎት ዝህቡ ሆቴላት ናይ ቁፅፅር ስራሕ ከምዝስራሕ ሓቢሮም ነቲ ዘፈር ንምምዕባል መንግስቲ እቲ ክልል ዝተፈላለየ ደገፋት ከምዝገብር የዘንትዉ። ግንባታ ላይ ያሉ ሆቴሎች በአንዳንድ ነገር እንደ መንግስት በአንዳንድ ነገር። ኣብ ከይዲ ህንፀት ዝርከቡ ሆቴላት ከም መንግስቲ ኣብ ጎኖም ደው ብምባል ኣብ ገለ ዘፈራት ሓገዝ እንዳገበረ ይርከብ። እንትቕፅል ከተማ ሰመራ ናይቲ ክልል ዋና መቐመጢ ከም ምዃና መጠን ብዙሓት በፃሕቲ ዝዓርፉላ ከም ምዃና ሰፋሕቲ ስራሕቲ እንዳተሳለጡ ይርከቡ። ኣይተ ካሕሳይ ገብረመድህን ህንፀቱ ካብ ዝዛዝም ኣዋርሕ ዘቑፀረ ኣብ ከተማ ሰመራ ዝርከብ በዓል ኣርባዕተ ኾኾብ ሆቴል መካየዲ ስራሕ እዮ። ካብ ናይቲ ክልል ማእኸል ስሕበትነት ብዝሰፈሐ ከተማ ሰመራ ማእኸል ስሕበት እንርከበሉ ዞባ ምዃና የዘንትው። ዶብ ሰገር ርክብ ህዝቢ ንህዝቢ ብምዕዋት መዳይ ልኡኽ ከምዝተዋፀእን እዚ ዝኾነ ስለዝተሃንፀ ምዃኑ ይገልፁ'ሞ ፍልፍል ሸርፊ ወፃኢ ብምዕባይ መዳይ ግድኡ ይፃወት ምህላዉ የብርሁ። ኣብዚ ቐረባ እዋን ምስ ጅቡታውያን፣ ዓፋር ምስ ጅቡታውያን ዝተገበረ ኮንሰርት'ውን ነይሩ እዩ። ኣብዚ ገዛና እዚ እዩ ተገይሩ። ምኽንያቱ እዚ ሆቴል እዚ ነቲ ከባቢ ንጎረባብቲ ዓድታት ብተመሳሳሊ ንጎረባብቲ ክልላት ክስሕብን ክጉብነ ዝኽእል ኣከባቢ ስለዝኾነ ኣብ ቀረባ እዋን ናይ ሓደ ኮንሰርት እውን ተኻይዱ እዩ ብዓፋር ደረጃ ዓፋር ናይ ዓፋር ጅቡቲ ናይ ዓፋር ኢትዮጵያ ብተመሳሳሊ እውን ናይ ኤርትራ ዓፋራት ብሓባር ብምዃን ዘርእይሉ ኩነታት እዩ ዘሎ ካልኣይ ካብ ናይ ወጻኢ ሸርፊ ኣብ ምምጻእ ደረጃ እንተርኢናዮ ውን ካብ ጅቡቲ ተበጊሶም ናብዚ ክመጹ ዝኽእሉ ኣጋይሻት ኣለዉ እዮም። እቶም ኣጋይሻት ዝሓዝዎ ኣብ ዓድና ከጥፍእዎ ወይ ድማ ክሕጎስሉ ክዝናነይሉ ዝኽእሉ ቦታታት እና መጺኦም ዝዓርፍሉ ኩነታት ኣመቻቺናሎም ኢና ዘለና። ስለዚ ደስ ኢልዎም ናይ ቁጽሮም እርግጸኛ ኣይኮንኩን ኣብዚ ቀረባ እዋን ምኽንያቱ እዚ ሆቴል እዚ ካብ ዝኽፈት ክልተ ወርሑ እዩ ስለዚ ኣብዚ ክልተ ወርሒ እዚ እንኳ ብዙሓት ጅቡታውያን እዮም መጺኦም ዓሪፎሞ። ብብርኪ ዓለም ለኸ ምግቢ ዝንትርኣስን ቱሪዝም ምግቢ ዝመስመዩ ሓዱሽ ቕዲ ቱሪዝም ይላለ እዩ ዘሎ። ኣይተ ካሕሳይ ንሃወፅቲ መቐረት እቲ ኸባቢ ምስ ሓፈሻዊ ጠለብ ኣሳሊኻ ንምኻድ ሆቴሎም ምድላው ከምዝወገነ ይገልፁ። ኣብዚ ኸባቢ ዝተለመደ ምግብታት ናይ ባህላዊ ዝኾኑ ምግብታት ኣድሂብና ንሰርሕ ኢና። ካብዚ ብተወሳኺ ግን ቀፃላይ ዝሓዝናዮም ዕማማት ኣለው። እንታይ ኣዮም? ሕዚ ኣብዚ ከባቢ ዘሎ ማሕበረሰብ እንታይ ኣዩ ምግቡ? ብዙሕ ግዜ ሕጂ ምናልባት ሓቲትካ እንድሕር ኮይንካ ብማእኸል ናብ ኣርሆ ገፅ በርኮታ ይበሃል። ኣብዚ ከባቢ እዚ ባዕ ጋዓምቦ ይበሃል። ጋዓምቦ ብፀባ ብናይ ግመል ጸባ ብናይ ከፍቲ ጸጋ ዝስተ ዝብላዕ ኣሎ ካብዚ ሓሊፉ እንደገና ኣበየ ገዝኡ ባህላዊ ዝዳለው ምግብታት ኣሎ እዞም ምግብታት እዚኦም ተጸኒዖም ናብ ሆቴል መጺኦም እቱ ማሕበረሰብ እቱ ቱሪስት ክመሃረሉን ክጥዕሞን እሱ ቴስት ክገብረሉን ዝኽእል መንገዲ እናመቻቸውና ኢና ቀጻላይ ንኸፍቶ ካልቸራል ኣረቢክ ኤንድ ካልቸራል ሪስቶራንት ኣለና እዩ። ብዙሕ ፀጋታት ቱሪዝም ዝሓቖፈ ክልል ምዃኑ ዘረድኡ መራሒ ጉጅለ ዕዳጋ ቱሪዝም ቢሮ ቱሪዝም ክልል ዓፋር ኑራ ጁሃር፣ ካብ ኻልኦት ኸባብታት ብዝዓበየ ኢንቨስተር ከምዝተባባዕ ገሊፆም። ሰብ ሃፍቲ መዋእለ ንዋዮም ፈሰስ ክገብሩ ይዕድሙ። መንግስት በጣም ብዙ ሳፖርት የሚያረጋቸው ብዙ ነገሮች አሉ። መንግስቲ ጠመተይኡ ዝድግፎም ነገራት ኣለዉ። ካብዚኦም እቲ ሓደ ንኢንቨስትመንት ዝጥለቡ ቦታታት ብነፃ ምቕራብ፣ ንኻልኦት ጠለባቶም ድማ ብቐረባ ምስኣቶም ብምንቅስቓስ ዝገብሮ ደገፍ ኣሎ። ከም በዓል ሞያ ቱሪዝም፣ ከም ቢሮ ቱሪዝም ክልል ዓፋር፣ ዝኾነ ሰብ ኣብ ዓፋር መፂኡ ኢንቨስት ክገብር ይብህግ። ኣርባዕተ ሓሙሽተ ዝኾኑ ብብርኪ ዓለም ለኸ ዝልለዩ መባፅሕ ቱሪዝም ዝርከቡላ እያ። ብምቕፃል ድማ በዓል ብዙሕ ፀጋ ቱሪዝም ስለዝኾነ እቲ ክልል ዝኾነ ሰብ መፂኡ መዋእለ ንዋይ ፈሰስ ክገብር ንምዕድ። ንህንፀት ቁጠባ መንግስቲ ዘነፀሮም ኣንፈታት ብፅዑቕ ርብርብ እንዳሳለጡ ካብ ዝርከቡ ከተማታት ሓዲኣ ከተማ ሰመራ እያ።
ዜና ዕዳጋ ኣብ በጀት ዓመት ክልተ ሽሕን ዓሰርተ ሸሞንተን ጥራሕ ሸውዓተ ሓደሽቲ ኢንዳስትሪታት ኣብ ባህርዳር ስራሕ ምጅማሮም ተሓቢሩ። ሃገራዊ ኣማኻሪ ኮሚቴ ኣፍራዪ ኢንዳስትሪ ኣብታ ከተማ ዝርከቡ ኣፍረይቲ ኢንዳስትሪታት ዘለዎም ምንቅስቓስ ስራሕ ተዓዚቡ። እቲ ዑደት ኣማኻሪ ኮሚቴ ኣምባሳደር ግርማ ብሩ ዝተመርሐ ኮይኑ ርእሰ ምሕዳር ክልል ኣምሓራ ኣረጋ ከበደ እውን ተረኺቦም እዮም። ከምኡ'ውን ሚኒስትር ኢንዳስትሪ መላኩ ኣለበል፣ ሚኒስትር ሕርሻ ኣዲሱ ኣረጋ፣ ኮሚሽነር ኮሚሽን ጉምሩክ ደበሌ ቃበታ ሓዊሱ ብላዕለዎት ሓለፍቲ ስራሕ ፌዴራልን ክልልን ኣብቲ ዑደት ተሳቲፎም እዮም። ኣብ እዋን እቲ ዑደት ከምዝተብሃለ ከተማ ባህርዳር ልዕሊ ክልተ ሚእትን ሰብዓን ሰለስተን ማኑፋክቸሪንግ ኢንዳስትሪታት ኣለዉዋ። ኣብታ ከተማ ኣብ በጀት ዓመት ጥራሕ ኣብዚ በጀት ዓመት ጥራሕ ሸውዓተ ሓደሽቲ ኢንዳስትሪታት ስራሕ ዝጀመራ እንትኾና ኢንዳስትሪታት ድማ ናብ ስራሕቲ ንምእታው ማሽን ኣብ ምትካል ከምዝርከቡ ኣብቲ እዋን ተገሊፁ። ዜና ውፃኢ ፕሬዚዳንት ዩክሬን ቮሎዲሚር ዘለንስኪ ፑቲን እቲ ኩናት ክዛዘም ኣይደልዩን ኢሎም ንሩስያ ጠጠው ከብል ዝኽእል ነገር ማዕቐብ ምንባር ንብረታ ከይንቀሳቐስ ምግባር ፅዕንቶ ምዕራባውያንን ኢዳእታውነት ኣሜሪካን እዩን እውን ኢሎም ፑቲን ኣብ ቀረባ ንሚኒስትራቶም ጦር ዝተዛረቡ ኣብ ልዕሊ ዩክሬን መጥቃዕቶም ኣጠናኺሮም ከምዝቕፅሉ ዘርኢ እንትኸውን እዚ ድማ ኲናት ደው ናይ ዘይምባል ምልክት እዩ ክብሉ ዘለንስኪ ገሊፆም። እቲ ኲናት ደው ንክብሉ መሓዙቶም ዲፕሎማሲ ወይ ድማ ማዕቐብ ከም ኣማራፂ ክወስዱ ኣለዎም ክብሉ እውን ኣተሓሳሲቦም። ናብ ራብዓይ ዓመት ዝሳገር ዘሎ ኲናት ሩሲያን ዩክሬንን መራሕቲ ዓለምን ፖለቲከኛታትን መፍትሒ ንምድላይ ክንገላትዑ ገይሩ እዩ ከም ፀብፃብ ኬቭ ፖስት።

ፕሬዚደንት ፌዴራል ሪፐብሊክ ሶማሊያ ሓሰን ሼኽ ማሕሙድ ንሓደ መዓልቲ ዕላዊ ዑደት ስራሕ ኣዲስ ኣበባ ኣትዮም። መንግስቲ ምድማር ንሕርሻ ሓዊሱ ኣብ ዝተፈላለዩ ዘፈራት ዘሳልጦም ስራሕትታት መፃኢ ዕድል ሃገር ዝውስኑን ናብ ዝሓሸ ብራኸ ዝወስዱን ምዃኖም ምሁራን ገሊፆም። ካብ ወፃኢ ፕሬዚዳንት ዩክሬን ቮሎድሚር ዘለንስኪ ፑቲን ነቲ ኩናት ጠጠው ከብልዎ ኣይደልዩን ክብሉ ገሊፆም ዕለታዊ ማዕድ ዜና ዝተኸታተልኩሞ ነይሩ ስለ ምክታልኩም የመስግን ማዕድ ዜና ናመራሕኹ ናዝሬት በሪሁ ሓቢረኩም ጸኒሐ ምስ ተረፉ ምድላዋት ኢቲቪ ትግርኛ ሰናይ ምክታል ክኾነልኩም ተመኒ ብሩኽ ምሸት